ክቅበለልና ስያምና ቅያምና ወሰደቃትና ኣስኣል ኣላህ ስብሓን ወተዓላ ኣብዚ ዝበለፀ ግዜያት ዘለናዮ ወክይር ዘለዎ መጨረሻ ናይ ሮሞዳን ገይሩ ክይር ዘለዎ ዒድ ክገብረልና እንዳተመነኹ እቲ ዝሓለፈ ትምህርትና ብዛዕባ ቤተሰብ ወይ ከዓ ዝምድና ንምጥንካር ዝጀመርናዮ ኣርእስቲ ኣላ ወህዋ ሲለት ኣርሓም እንሻኣላህ ክንቅፅል ኢና ካብቲ ሓደ ሲለት ኣርሓም ነቢ ዓለይሂ ሰላቱ ወሰላም ዝነገሩና ሓዲስ ሓዲስ መፂኡ ዘሎ ዓብዱላህ ብኒ ሰላም

ዝዘከርዎ መጀመርያ ንመዲና ዝኣተውሉ ግዜ እዩ እዚ ሓዲስ እዚ ነቢ ዓለይሂ ሰላቱ ወሰላም እንታይ ኢሎም ኣፍሹ ሰላም ኣፍሹ ሰላም ሰላም ተባሃሃሉ እዚ ሰላም እዚ ዓብዪ ኣጅሪ ኣለዎ ድሓር ኣብ መንጎና ፍቕሪ የውርስ ፍትወት የውርስ ንትፈልጦ ንዘይትፈልጦ ንትፈልጦ ጥራሕ ኣይኮንካን ሰላም ትብሎ ኣስላማይ ምዃኑ እንተድኣ ፈሊጥካ በከዳድንኡ ይኹን ኣብ መስጊድ ኣብ ካልእ ካልእ እንተድኣ ርኢኻዮ ያኒ ትሰልም መን ታዕሪፍ ወመን ለም ታዕሪፍ ስለዚ እዚ ሰላም እዚ ኣብሹ ሰላም እዚ ሰላም ተባሃሃሉ ኢሎም ነቢ ዓለይሂ ሰላቱ ወሰላም

ሰላሳ ኣጅሪ ኣለዎ ስለዚ ማሻላህ ያኒ ሰላም ብምባልካ ኣጅሪ ኣለካ ማለት እዩ ስለዚ እዚ ኣጅሪ እዚ ሱቅ ኢልና ኣይነሕልፎ ድሓር ፍቅሪ የውርስ ፍትወት የውርስ ኣብ መንጎና ማለት እዩ እትፈልጦን ዘይትፈልጦን ስለዚ ክትጅምር እንከለኻ እስኻ ኣሰላሙ ዓለይኩም እንተድኣ ኢሉካ ሓደ ሰብ ከማ ቃለ ኣላሁ ዓዘ ወጀል ወኢዛ ሕይይቱም ቢተሕየቲን ፈሐዩ ቢኣሕሰነ ሚንሃ ኣው ሩዱሃ ኣላሁ ስብሓነሁ ወተዓላ ሓደ ሰብ ሰላም ምስ ዝበለካ ካብኡ ዝበለፀ ጌርካ መልሰሉ ወይ ከዓ ማች ግበራ ካብኡ ንታሕቲ ኣይፍቀድን እዩ ሚሳል ዛሊክ ሓደ ሰብ መጺኡ ኣሰላሙ ዓለይኩም ወራሕመቱላህ ምስ ዝብለና ክልተ ኣማራጺ ኣለና ወይ ማች ክንገብር ምስኡ ወይ ካብኡ ዝያዳ ከኣ ክንገብር እቲ ዝበለጸ ስለዚ ኣሰላሙ ዓለይኩም ወራሕመቱላህ ምስ በለካ ወዓለይኩም ሰላም ወራሕመቱላሂ ወበረካቱ እዚ ቢኣሕሰነ ሚንሃ እቲ ዝበለጸ ጌርካ ትምልሰሉ ዘለኻ ማለት እዩ ኣሰላሙ ዓለይኩም ወራሕመቱላህ እቲ ማች ዋዓለይኩም ሰላም ወረሕመቱላህ ሽግር የብሉን ግን ካልኣይ ደረጃ እዩ ሰላሙ ዓለይኩም ወረሕመቱላህ ዝበለካ ዋዓለይኩም ሰላም ክትብሎ ጥራሕ ኣይፍቀድን እዩ ንምንታይ ኣላህ ስብሓን ወተዓላ ከምኣ መልሱሉ ወይ ከዓ ካብኣ ዝያዳ ሓደ መፅዩ ኣሰላሙ ዓለይኩም ወረሕመቱላሂ ወበረካቱ በለና ዋዓለይኩም ሰላም ወረሕመቱላህ ክንብሎ ኣይፍቀድን እዩ ላዝም መጨረሻ ከምኣ ክንምልሰሉ ኣለና። ወዓለይኩም ሰላም ወረሕመቱላሂ ወበረካቱ እቲ ዝምልስ ከኣ ልክዕ ከምኡ ኣጅሪ ኣለዎ። ስለዚ እዚ ሰላም እዚ ዓቢ ቦታ ኣለዎ ኣብ እስልምና ኣጅሪ ከምዝረኣናዮ ዓሰርተ ዒስራ ሰላሳ ብዝበልካዮ እዚ ብዶላር እንተዝኸውን ነይሩ ወይ ከኣ ብኻልእ ነገር ብንብረት እንተዝኸውን ሰብ ኩሉ ሰስርሓ ገዲፋ ሰላም ክትብል ምተወዓለት ነይራ ወላኪን እቲ ናይ ኣኼራ ነገር ክኸውን ከሎ እቲ ናይ ኣጅር ነገር ክኸውን ከሎ ኢላ መን ረሒመ ላህ እቲ ረቢ ዝፈርሕ እቲ ዳረል ኣኼራ ዝደሊ ጀና ዝህንጠው እንተዘይኮይኑ መብዛሕቱ ሰብ እንታይ እዩ ዛሂዲን ዓነል ኸይር

ሰደቓ ክትህብ እንከለኻ እዚ ዝዓበየ ኣጅሪ ኣለዎ። ሰደቓ እዚ ኣምሩሁ ዓዚም እንተ ደኣ ረቢ ሂቡካ ወይ ብዘለካ ከምቲ ኣላህ ሱብሓነሁ ወተዓላ ፊ ሓዲስል ቁድሲ ዝዘከሮም ያ ዓብዲ የውመል ቂያማ ኣንታ ባርያ ናተይ ኣጥዕመኒ ኢለካ ኔረሲ ምግቢ ሃበኒ ኢለካ ኔረሲ ኣይሃብካንን ያ ኣላህ ኣንታ ረቡል ዓለሚን ምግቢ ዘየድልየካ ጎይታ ከመይ ጌርካ ድኣ ከምኡ ትብለኒ ኣይፈለጥኩን ኣለምታ ዓለም ኣይፈለጥካን ዲኻ እቲ ባርያ እኮ እቲ ጎረቤትካ እኮ እቲ ምግቢ ዘድልዮ ዝነበረ እኮ ንዑ ከይድካ ምግቢ እንተዝህቦ ንዑ ጌድካ ሰደቓ እንተትገብረሉሲ ልክዕ ንዓይ ከም ደሃብካኒ ወይ ከም መገብካኒ ይብለና ኣላህ ስብሓነሁ ወተዓላ

ሓደ ሰብ ንሓደ ሳኢም ዘፍጠረ ልክዕ ኣጅሪ ኣለዎ ከምቲ ምሉእ መዓልቲ እሱ ዝገበሮ ኣጅሪ ንስኻ ከተፍጥሮ ከለኻ ክትህቦ ከለኻ ምግቢ ክትህቦ ከለኻ ስለዚ ምግቢ ነቲ ዘድልዮ ነቲ ዘድልዮ ፓርት ናይ ሕብረተሰብ ምግቢ ክትህቦ እቲ ዝበለፀ ኣጅሪ እዩ ስለዚ ነቢ ዓለይሂ ሰላቱ ወሰላም ኢንከረጅ ኣዝ የተባብዑና ነቲኦም ኣብ ትሕትና ዘለዉ እቲኦም መሳኪን ንዐኦም እንታይ ምግቢ ክንህብ ሓደ ካብቲ ኣስባብ ናይ ድኹሉል ጀና እዩ እዚ ሓደ ካብቲ ሰላም ምባል ምግቢ ንምሃብ ሰደቃ ምሃብ ማለት እዩ ወሲሉል ኣርሓም ኣዝማድ ተበጻጽሑ ኣይትቆራረጹ ኣይትበኣሱ ዘድልዮ ከምቲ ዝበልናዮ ኣብቲ ፓርት ዋን ሕዱድ የብሉን እንተ ብገንዘብ ዝሕገዝ ኮይኑ ካብቲ ናትካ ፋሚሊ ሜምበር ኣቦኻ ኣዴኻ እዚኦም ናይ ግድን እዮም ዘድልዮም እንተኾይኑ ላዝም ትረድኦም ብገንዘብ ይኹን ብሓይሊ ይኹን ብሰላም ይኹን ተሓሚሞም ክትበጽሖም ቴሌፉን ክትድውለሎም እዚ ኩሉ እዚ ካብ ኣቦኻ ጀሚርካ ካብ ኣዴኻ ኣቦኻ ሓው ኣቦኻ ኣሞኻ ሓትነኻ ኣኮኻ ደቂ ሓው ኣቦኻ ደቂ ኣሞኻ ደቂ ሓትነኻ ደቂ ኣኮኻ ደቅኻ ደቂ ደቅኻ ዓባይካ ኣቦኻ ዓባይካ እንዳበለ ኣብዚ ዘሎ ዙርያ ኩሉ በብቲ ናቱ ዝግብኦ ገንዘብ ዝግብኦ ገንዘብ ክትቦ ቴሌፉን ክድውለሉ ትኽእል ቴሌፉን ምድዋል ከይድካ ክትበጽሖ ትኽእል ተኾንካ ብምብጻሕ እዝን ኩሉ እዚ ዝኣመሰለን እንሻላህ እንታይ ክንገብሮ እዚ ሲለትል ኣርሓም እዚ ነቢ ዓለይሂ ሰላቱ ሰላም ክንዋሰል፣ ክንባጻጻሕ፣ ክንፋቐር፣ ክንተሓጋገዝ እዚ ነቢ ዓለይሂ ሰላቱ ወሰላም ኣብዚ ሓዲስ እዚ ከኣ መሊሶም ይነግሩና። ብምቕጻል ወሶሉ ቢለይል ወናሱ ንያም እዚ ሰላቱ ለይል እዚ ኣምር ዓዚም ዝኾነ ኢላ እቲኦም ዳእቡ ሳልሒን እቲኦም ኣውልያ እቲ መቐረት ናይ ዒባዳ ዝፈልጡ ሰባት ክሓልፍዎ ኣይደልዩን እዮም። ክሓልፎም ኣይደልዩን እዮም ዋላ ሓንቲ ለይቲ ዋላ ብዙሕ ጠጠው ኣይንበል ዋላ እታ ፍርቂ ሰዓት ድያ ዋላ እቲኣ ቅድሚ ሱብሒ ዘላ እንሻላህ ቀስ እናበልካ እቲ መቐረት ምስ እንዳፈለጥካ እቲ ምስ ረቢ ስብሓን ወተዓላ ኣብቲ እዋን እቲ ህድእ ዝበለሉ ብዙሕ ረብሻ ዘይብሉ እስኻ ናብ ሞንጎኻ ናብ ሞንጎ ረብን ጠጠው ኢልካ ካብ ሪያእ ነፃ ዝኾነ ሰብ ዘይርእየካ ዘይሰምዓካ ኣብ መንጎኻን ኣብ መንጎ ረብን ጠጦው ክትብል ከለኻ እዚ ኣብቲ ኸልዋ ኣላህ ስብሓን ወተዓላ እቲ መቐረት ኣለዎ እዚ መቐረት እዚ እዚ እንታይ እዩ ዝጀረቦ እዩ ዝፈልጦ ስለዚ እቲኦም ሳልሒን ዳትስ ዋይ ዩ ኖው ሰላት ለይል ክሓልፎም እንከሎ ከምዚ እንታይ ከምዚ ዓቢ ነገር ዝሓለፎም ኣብ መዓልታዊ ሮቲን ላይፍ ናቱና ናቶም ነይሩ የቁል ኣላሁ ሱብሓነሁ ወተዓላ ኣብቲ ግዜ እቲ ኻሰተ ናዓም ቅድሚኡ ሰላት ለይል ካብ ዕሻ ዳሕራይ ዘሎ ሰላት ኩሉ ኢንክሉድድ ሰላት ለይል እዩ ካብ ዕሻ ድሕር ዘሎ ኩሉ ሰላት ለይል ኢሉ እዩ ድጽዋዕ ሰዋእ ካን ቅድሚ ድቃስካ ትሰግዶ እንተ ረቢ ሂቡካ ተሲእካ ትሰግዶ ወቲ ዝበለጸ ይሱ ወላኪን ዓላ ኩሊን ቅድሚ ድቃስካ እንተሰጊድካ ማሻኣላህ ሽግር የብሉን ሰላት ለይል እዩ ዝባሃል ስለዚ እቲ ድሕሪ ልዕሻ ዘሎ ሰላት እሱ እንታይ እዩ ሰላት ለይል እዩ እንሻኣላህ ተኪኢልካ ክልተ ተኪኢልካ ኣርባዕተ ተኪኢልካ ሽድሽተ እንዳበልካ እንሻኣላህ ሰጋብ ኣብቲ ሓዲስ ዓኢሻ ረዲየላሁ ዓንሃ ዝመዝገብኦ መፂኡ ዘሎ ካነ ነቢ ሰለላሁ ዓለይሂ ወሰለም ላየዚድ ረመዳን ወገይሩ ረመዳን ሚን እሕዳ ዓሸራ ረክዓ ኣብዚ ሕዱድ ጌርካ ኣብዚ እንተሰገድካ ዝበለጸ እዩ። ኣብቲ ሱሉስ ኣልኣኺር ኣብቲ ናይ መጨረሻ ናይ ሱሉስ ኣልኣኺር እቲ third part ናይቲ ናይ መጨረሻ ወይ one third no not the ሱሉስ ኣልኣኺር the one third of the last

ባዕሉ ኣንታ ቶባ ትደሊ ቶባ ትደሊ ኣለኻ ዶ ኣንታ እስቲቅፋር ትደሊ እስቲቅፋር ትደሊ ኣበላኻ ኣለኻ ዶ ኣንታ ሓጃ ዘለካ ከ ሓጃ ዘለካ ሱብሓናላህ ክንደይ ሓጃ ኣለና። ኣዱንያ ዝጎደለትና ውላድ ንደሊ ጥዕና ንደሊ መቅፊራ ንደሊ ክንደይ ነገር ሃለውለውለው ክንብል ንውዕል ዘለና ኣብዚ እዋን እዚ ኣላህ ሱብሓነሁ ወተዓላ ይጽውዕ ኣበይ ኣለኻ ኣንታ ሓጃ ዘለካ ትሓቶ ትደሊ እንተለኻ እስኻ ኣብዚ እዋን እዚ ድሓር ጠጠው ኢልካ ኣለኻ ምስ ረብኻ ንበይንኻ ውዱእካ ጌርካ ኣብዚ እዋን እዚ ህድእ ዝበለ ግዜ ኣልሓምዱሊላህ እዚ እቲ ዝዓበየ እቲ ዳእብ ሳልሒን እቲ ኣላህ ሱብሓነሁ ወተዓላ ዝፈትዎም ሰባት ዘክረሞም ሰባት ኣብዚ እዋን እዚ ጠጠው ኢሎም ምስ ረቦም ሱብሓነሁ ወተዓላ እንታይ ይልዘዙ ወይ ከኣ ኢንጆይ ይገብርዎ እቲ ዒባዳ እቲ ሓላዋ ናይ ዒባዳ

ምስ ረብና እንታይ ንግበር ምስ ረብና ንዛረብ ንረብና ንሕተት በዓሉ ይሓተና ኣሎ እንታይ ትደልዩ ይብለና ኣሎ ስለዚ እቲ በዓል ጉዳይ ዘለዎ ሽግር ካብቲ ንየማን ንጸጋም ትብል ካብቲ ዘይጠቅሙ ትሓትት ካብቲ ሰሚዖም ተዛሪብካዮም ደይሰምዑ ከድካ ትሓትት ኣብ ንዘይ ዓቅሞም ንዘይገብርዎ ከድካ ተብል እቲ ዝዓበየ

ቅያሙ ለይል እዩ ስለዚ ቅያሙ ለይል እዚ ዝዓበየ ደረጃ ኣለዎ ኣብዚ ሓዲስ እዚ ዝኸዓ ሓዲስ ዓብዱላ ብን ሰላም ወሰሉ ብሌል ወናሱ ንያም እዚ ገዛ ሰብ ደቂሱ እንከሎ ማለት እዩ ካብቲ ሓደ ዓብዪ ደረጃ ዝገብሮ ናይ ዒባዳ ኣልእክላስ እዩ ካብቲ ሽሩጥ ቅቡል ኣልኣዕማል ሓደ ሰብ ክሰርሕ እንከሎ ስራሕ ክልተ ሸርጥ እንተድኣ ደየማለኤ ኣብ ኣላህ ሱብሓነሁ ወተዓላ እንታይ የብሉን ተቐባልነት የብሉን። ሓደ ኣልኢኽላስ እዩ፣ ንረቢ ኢልካ ሱብሓነሁ ወተዓላ ክትገብር፣ ካልኣይ ከኣ ኣልሙታብዓ ሊነቢይ ሰለላሁ ዓለይሂ ወሰለም ነቢ ዓለይሂ ሰላቱ ወሰላም ዝገበርዎ ክትገብር ኣብ ሓዲስ ሰሒሕ ዝኾነ ነቢ ዓለይሂ ሰላቱ ወሰላም ዝገበርዎ ክትገብር እዚ ክልተ'ዚ ሹሩጥ ምን ሹሩጥ ቁቡል ኣልኣዕማል ኢሎም ዘቕምጥዎ ኣህለልዕልም፣ እዚ ሓደ ኣብቲ ኢኽላስ ዝበልናዮ፣ እቲ ኢኽላስ ዘድልዮ እንታይ እዩ? ከምዚ ሕጂ እስቲ ቅያሙለይል ክትስእ እንከለኻ ነጻ እዩ ካብ ሪያእ ዝወጸ እዩ፣ ንምንታይ ረኣየለይ ስምዓለይ ዘየለ፣ እዚ ሕጂ ማሻኣላህ እቲ ዝዓበየ እንታይ እዩ ኢኽላስ ዘለዎ ነገር ስለዝኾነ፣ ወናሱ ኒያም ሰብ ደቂሳ ኣላ ዝርእየካ የለን ንስኻ ተሲእካ ምስ ረብኻ ክትዛረብ ከለኻ ንረብኻ ዱዓ ክትገብር እንከለኻ እስቲቅፋር ክትገብር ከለኻ እዚ ካብቲ ሓደ እቲ ዝዓቢ ኢኽላስ ዘለዎ ካብ ርያእ ወጻኢ ዝኾነ እንሻላህ ሓደ ካብቲ ኣብ ሂወትና ክነምጾ ዱዓ ክንገብረሉ ክንሰርሓሉ ዝግባእ ሓደ ካብኡ እዩ ክኸውን እንሻላህ ክንጽዕር ኣለና ማለት እዩ ናዓም። ተድኹሉል ጀነተ ቢሰላም ድሓር እዚ ዓይነት እዚ ስራሕ ዝሰርሐ ሰብ እዚ ብሰላም ጀና ይኣቱ የውመል ቂያማ እቲ ዝዓበየ ጉዳይ ዘሎ እቲ ዝዓበየ ኩነታት ዘሎ እንታይ እዩ እዚ ነገር እዚ እንተ ንገብር ኮይና ሓደ ሰላም ነብዝሕ እንተ ኮይና ምስ ኣሕዋትና ሰላም ንበሃል እንተ ኮይና ድሕሪኡ መሳኪን ነብልዕ እንተ ኮይና ኣዝማድና ነባጻጻሕ እንተ ኮይና፣ ቂያሙ ለይል ንገብር እንተ ኮይና፣ እዚ ኩሉ እዚ ኣኪቡ ኣላህ ስብሓነሁ ወተዓላ ኣብቲ መዓልቲ ከቢድ ዝኾነ ሓደ ሰብ ካብ ኣቡኡ ካብ ኣቡኡ ሰብኣይ ካብ ሰበይቱ ዝሃድመሉ ውላድ ካብ ወላዲኡ ዝሃድመሉ የውመ የፊሩ ልመርኡ ሚን ኣኺህ

እሊ ባዕድ ናዓም ኣል ኣያ ተቁል እቲኦም እንታይ እዮም እቲኦም ኩሎም ፀለእቲ ይኾኑ ኢለ ሙተቂን እቶም ሙተቂን ረቢ ዝፈርሑ ሰባት እቲኦም ረቢ ዝፈርሑ ሰባት ኣብዚ መዓልቲ እዚ እንታይ እዮም ኣይፃልኡን እዮም ኣማ እቲ ሽግር ዝነበሮ በዱንያ ኣብ ኢማኑ ሽግር ዝነበሮ ኣብ ተውሒዱ ሽግር ዝነበሮ ብዝዓበየ ነገር ስለዚ ኣብዚ መዓልቲ እዚ ብሰላም ንጀና ክትኣቱ ሰላም ጊዘ እዚ እዚ ጊዘ እዚ እቲ ኣሕዋል ዮመል ቅያማ ክሓልፈልካ ካብዚ ኣርባዕተ ነገራት እዚ ኣብ ሂወትና ነምጽእ እንታይ እዩ ሰላም ነብዝሕ መሳኪን ነብልዕ ኣዝማድና ንባጻጻሕ እቲ ኣሻሂድ ምን ሃዘል ሓዲስ ኣብዚ ኣብዚ እንታይ ሽሙና ዘሎ ኣርእስትና ዘሎ ሲለት ኣርሓም እዩ ስለዚ ሓደ ካብቲ

ስለቲ እዚ ከኣ ኣብ ገዛኻ ኮፍ ኢልካ ኣለኻ ማለት እዩ ኩሉ ነገር ገዲፍካ እዚ ኩሉ ኣዱንያ ንሪኦ ዘለና ሕጂ ኩሉ ሰብ እቲ ኢኮኖሚ ረማዕማዕ ኢሉ ዘሎ እቲ ስራሕ ተገዲፉ ዘሎ እቲ ያኒ ዩ ከን ሰይ ኩሉ ነገር እንታይ ሽሙ ያኒ ጠጦ ኢሉ ዘሎ ኤንድ ኦፍ ዘ ደይ እንታይ እያ ንኸይትመውት እዩ ያኒ ህይወት ክህልወካ እዩ ዳትስ ዘ ፐርፐዝ ያኒ ስለዚ ዕድመኻ ክነውሕ እንተ ደሊኻ ዕድመኻ ክነውሕ እንተ ደሊኻ ይብለኑና ነቢ ዓለይሂ ሰላቱ ወሰላም በረካ ክገብረልካ ዕድመ ናይ ምንዋሕ ኣይኮነን ያ ጀማዓ ዕድመ ናይ ምንዋሕ ኣይኮነን እቲ ማረር እቲ ዕድመኻ በረካ ክገብረልካ ክንደይ ሰባት ኣለዉ ሚእቲ ዓመት ዝገበሩ ወላኪን ሓንቲ ፅቡቅ ስራሕ ኣብ ናቶም ሰሒፋ ዘይብሎም ወሃዳ ያኒ ወልሓንቲ እቲ ዕድመ ኣይኮነን ዝቁፀር እቲ ዝገበርካዮ ናይ ረቢ ስብሓን ወተዓላ ዒባዳ ንሱ እዩ ዝቑፀር። ኣብ መዓልታዊ ቁርኣን ዝቐራእካላ፣ ዚክር ዝገበርካላ፣ ሰደቓ ዘውፃእኻላ፣ ንመስጊድ ዝኸድካላ እቲኣ ጊዘ እቲኣ እቲኣ ናይ ብሓቂ ጊዜ ትበሃል። ወይ ንደቅኻ ፈርዲ ኮንካ ስራሕኻ ሰሪሕካ ክትመጽእ ንሓላል እዚ ኣብ ፐርፐዝ ናይ ናይ ኣብ ሸሪዓ ዝወጅበካ እንተ ጌርካ እዚ እዩ እቲ ላይፍ ዝብሃል ካብኡ ወጻኢ ላይፍ ኣይኮነን ዚክሪ ዝገበርካሉ ዒባዳ ዝገበርካሉ ንዱንያን ንኣኼራን ዝጠቅም ዝገበርካሉ ሰባት ኣለዉ ዕምሮም ነዊሕ ስለዚ ነቢ ዓለይሂ ሰላቱ ወሰላም እንታይ ኢሎም ኸይሩኩም መን ጣለ ዑሙሩሁ ወሓሱነ ዓመሉሁ ዕምሪኡ ዝነውሐ ኢኮ ዝበለፀ ኣይበሉናን ነቢ ዓለይሂ ሰላቱ ወሰላም እንታይ ደኣ ፕላስ ፅቡቅ ስርሑ ምስኡ እንታይ ዝገበረ ዝቀፀለ ስለዚ እቲ ዕምሪ ምንዋሕ ኣይኮነን እቲ ጉዳይ ማለት እዩ እቲ ጉዳይ እንታይ እዩ እቲ ዕምርኻ ኣብ ጣዓ ከተሕልፎ ኣብ ቂራኣት ቁርኣን ከተሕልፎ ኣብ ዚክር ከተሕልፎ ኣብ ኣሕዋትካ ምብጻሕ ከተሕልፎ፣ ኣብቲ ዝግብኣካን ንሰበይትኻን ንደቅኻን ሓላል ኢንካም ክትገብር ወይ ከኣ ሰሪሕካ ክተምጻሎም እዚን ካልእን ሓጅ ክትኸይድ እዚ ዝምልከት ኣብ ኣዱንያ ምስ ትገብር እቲ ዕምርኻ በረካ ጌሩልካ። ኣለም ተረው ኢማም ኣነወዊ ርሒመሁላህ። ፍሉጥ ዝኾኑ ክንደይ ክቱብ ዘለዎም ዓብዪ ሸርሒ ዝገበሩ ሸርሒ ለልሙስልም ክታብ ኣልኣዝካር ርያድ ሳልሒን እቲ ዝዓበየ ኣብ ዓለም ፍሉጥ ዝኾነ ክታቦም እዚ ኩሉ ክታብ እሞ ከዓ ካልእ ካልእን ጊዝኦም ክንደይ ዕድሚኦም ነይሩ እንተበልና ኣርብዓን ሸሞንተን ኣርብዓን ትሽዓተን ዳትሰ ኣብዚ ግዜ እዚ ግን ሙምኪን ናይ ሓደ ሚም ክልተ ዓመት ክልተ ሚእቲ ዓመት ሰለስተ ሚእቲ ዓመት ኮፍ ኢልካ ከምዚ ዓይነት ስራሕ እዚ ዝስርሓሉ ዘይሰርሕ ክትሰርሖ ዘይትክእል ስራሕ ሰሪሖም ከይዶም እንታይ እዩ እዚ በረካ ጌሩሎም ስለዚ በረካ እንተ ደኣ ደሊካ ኣብ ዕምርካ ይብሉና ነቢ ዓለይሂ ሰላቱ ወሰላም እንታይ ግበር ኣዝማድካ ብጻሕ ያ ሰላም ካብ ኮሮና ትፈርሕ እንተ ኮንካ ከይትሓምም ከይትመውት ኣዝማድካ ብጻሕ ቴሌፎን ደውለሎም ተባኢስካ ዝነበርካ ምሳምሓ ግበር ኣብ ህይወትካ በረካ ክገብረልካ እዚኣ ኩልና ንደልያ ኢና ንፈትዋ ኢና ስለዚ እቲኣ ነብስኻ ርገጻ ኣነ እኮ ከመይ ገይረ እየ እሞ ኣነ እኮ ከምዚ ገይሩኒ እኮ እዩ ከምዚ ሸንጢሩኒ እንድዩ ከምዚ ቢሉኒ ግደፎ እሱ ንሸይጣን ኣብ ኣፍንጭኡ ርገጾ ኣብ እግርኻ ርገጾ ከይድካ ሳምሓኒ በሎ ስኻ ኩን መጀመርያ ሶሪ በሎ ሽግር የብሉን በረካ ኣብ ዕድመካ ክገብረልካ እዩ ወካለይቲ ከኒ ኣን ዩብሰጥ ለሁ ፊ ሪዝቂ ማሻላህ ኩልና ኣዱንያ ክህልወና ንደሊ ገንዘብ ክህልወና ንደሊ ወላኪን ናይ ምብዛሕ ናይ ገንዘብ ኣይኮነን ኣት ዘ ሴም ታይም እቲ ገንዘብ በዚሑ መምክን ከጥፍኣካ ይክእል ይከውን ግን ኣብቲ ዝሃበካ ረቢ በረካ ክገብረልካ ኣብ ፅቡቅ ናይ ሓላል ኢንካም ክከውን ካብ ሓራም ረቢ ክክልከለልካ እቲ ዝሃበካ ገንዘብ ከእኒ ንሰደቓ ከተውጾ ነሕዋትካ ክትረድኣሉ ከምኡ ከምኡ ነቲ ዝበለጸ ስርሓት ክትገብረሉ እንከለኻ እዚ ከኣ ከምኡ ረቢ ስብሓን ወተዓላ ይውፍቆም መን እዮም እዚኦም እቲኦም ቤተሰቦም ዝበጽሑ ክልተ ነገር ያ ጀማዕ ኣብ ዕምርኻን ኣብቲ ናትካ እንታይ ኣዱንያኻን ኣብቲ ርዝቅ ናትካ ማለት እዩ ስለዚ ዕምርና እንተ በረካ ክገብረልና ደልዩ ዕምርና ነዊሑ እቲ ንሰርሖ ስራሕ ምስኡ ክቕፅለልና እንተ ንደሊ ኮይና እቲ ኣብ ገንዘብና በረካ ክገብረልና እንተ ንደሊ ኮይና ደቂ ሓትነታት ተባኢስካ ዘለኻ ተዓረቅ ሓፍትኺ ብኻልእ ኻልእ ሽግር ዘለኪ እንተለኪ ግደፊ ሳምሕኒ በልያ ደቂ ሓወቦታት ሓወቦታት እዚ ብሙሉእ እዚ እዚ እንተደኣ ኣዐሪናዮ ኣስተኻኺልናዮ ሽግር ዝነበረና ጽልኢ እንተደኣ ሶልቭ ጌርናዮ ካብ ልብና ኣውጺናዮ ጽልኢ

ኢን ሁወ ኢላ ዋሕይን ዩሓ ነቢ ዓለይሂ ሰላቱ ወሰላም ኣሳድቅል መስዱቅ ዝኾኑ ቃል ናቶም ዋሕይ ዝኾነ ካብ ረቢ ስብሓነሁ ወተዓላ ዕምርኻን ርዝቅኻን በረካ ክገብረልካ እንተድኣ ደሊኻ እንታይ ግበር ኣሕዋት ንኣሕዋት እንታይ ኩን ተሓታተት ተሓጋገዙ ተፋቀሩ ኣይትበኣሱ እዚ ብላድ ሪለሽን ነቲኦም ሓወቦታትና ሓትነታትና ደቂ ሓትነታትና ኣዴታትና ኣቦታትና ብዝዓበየ ነቲኦም ኣሕዋትና ደቅና እዚ ብምሉኡ እዚ እንታይ ክኸውን ኣለዎ ክጥንክርን ክተርርን ምስ ፍቅርን ምስ ሕውነትን ክቅጽልን ክኸሎ እዚ ኩሉ እዚ በረካ ንረክብ እንሻኣላ እዚ ሓዲስ እዚ ናዓም ፊ ልቡኻሪ

እሱ ድሕር ድበጽሓኒ ኮይኑ ኣነም ይፈትዎ ይበጽሖ። ማሻላ ሎም መዓልቲ ተዓዲምና ኣለና ንከይድ ንሳቶም ከኣ ተዓዲሞም ኣለዉ ናባና ይመጹ ሓደ ግዜ ሽግር ክከውን ከሎ ንሱ ይመጻኒ ኣነን ሽግር ክከውን ከለኩ ይከዶ እዚ ንክትፈትዎ ጠቢዓ እዩ ኖርማል እዩ እዚ እዚ ኮነ ነቲ ዋስል ዝበሃል እዚ ኮነ ነቲ ናይ ብሓቂ ንቤተሰቡ ዝበጽሕ ዝበሃል ምብጻሕ በጺሑካ ትበጽሖ ኣይኮነን በጺሒካ ትበጽሖ ምምላስ እዩ ከምዚ ሰብ ጊፍት በካ ዶ ስኻ ካሜሊስካ ጊፍት ትህቦ እዚ ጽቡቕ እኳ እንተኾነ

This is the very important እቲ ዝበለጸ በጽሒካ ትበጽሖ እዚ ኮነን እቲ እንታይ ሽሙ እቲ ዝምድና ምጥንካር ወይ ከዓ ሲላ ዝበሃል እዚ ኮነን ትበጽሓካ ትበጽሖ ማሻላ እዚ ደኣ እሞ ኖርማል እንዲ ናይ ግድን እዩ ክትፈትዎ ናይ ግድን እዩ ክትበጽሖ እቲ ናይ ብሓቂ ግን እቲ ዋስል ዝብሃል እቲ ናይ ብሓቂ ረቢ ማዕያ ዝህቦ እቲ ኣጅሪ ብዙሕ ዘለዎ እቲ ክግብኦ እቲ ክኸውን ዝግብኦ እንተ ደኣ ንሱ ዘይመጻካ ንስኻ ክትኸዶ እንተ ደኣ ንሱ ዝጎድኣካ ተኾይኑ ንስኻ ብጽቡቕ ክትምልሰሉ እንሱ እንተ ደኣ ደይድውለልካ ኮይኑ ንስኻ ክትድውለሉ ያ ሰላም እዚ ይበል እቲ ዋስል ዝባሃል እቲ ቤተሰቡ ኮንቲኒዩቲ ሪለሽንሺፕ ዝገብር እዚ እዩ እምበር ዝመጻካ ክትኸዶ እዚ ኣይኮነን እቲ ዝድውለልካ ክትድውለሉ እዚ ኣይኮነን እቲ ጠፊኡ ዘሎ እቲ ዘይድውለልካ ንስኻ ኣልዒልካ ክትድውለሉ እቲ ዘይበጽሓካ ንስኻ ከይድካ ክትበጽሖ እቲ ሕማቕ ዝገብረካ ንስኻ ብኣንጻሩ ጽቡቕ ክትገብሮ እዚ እዩ እቲ ትዋስል ዝበሃል ስለዚ ኣንሕና ንፋቶ ኢና ንሱ እዩ ኮኒ ካብ ፋሚሊና ርሒቁ እምበር ንሱ እኮ እዩ ከምዚ ላላላ ንስካ እሞ ንመን ኢካ ትፈቱ ዘለካ ነቲ ዝበጽሓካ ኢካ ትፈትዎ ዘለካ ነቲ ዘይበጽሓካ ግን ኣይትፈትዎን ኢካ ነቲ ዝሓመየካ ኣይትፈትዎን ኢካ ላእ ነቲ ዝሓመየና ንሕና ከኣ ብጽቡቅ ንመልሰሉ እቲ ሕማቅ ዝገበረና እንትድኣ ጽልኢ ዝነበረና እንታይ ንገብሮ ብጽቡቅ ክንምልሰሉ እንከለና ኣላህ ስብሓን ወተዓላ ኣዘ ሴም ታይም በረካ ይገብረልና ኣላህ ስብሓን ወተዓላ እቲ ናይ ብሓቂ እቲ እንታይ ስሙ ዘለዎ እቲ እንታይ እዩ ሲለት ኣርሓም ዘለዎ እዚ ምስ ዝገብር እዩ እዚ ምስ ዝገብር እዩ ናዓም ድሓር እቲ ፋሚሊ ብዙሕ ግዜ ሽግር ዘምፅእ ነገር እንተ ኣሎ ኮይኑ ካብቲ ሓደ ኣብቲ ሕብረተሰብ ክረኣይ እንከሎ እቲ ቅንኣት እዩ ያ ጀማዓ እቲ ቅንኣት ረቢ ኣብ ኢማን ናይ ረቢ ዘይምህላውና ኣብዚ ሽግር እዚ የውድቀና ማሻኣላህ ጓል ሓብትኺ እንተ ረቢ ዝሃቦ ኣዱኒኡ ዝተምሃረ ካልእ ካልእ እንተ ተመርዕያ ንምንታይ ንሓብቲ ክትፀልእያ ንምንታይ ንጓል ሓብቲ ክትፀልእያ እቲ ዝህብ እቲ ዘምፅእ ኣላ ስብሓን ወተዓላ እዩ ኣብኢድና ኣይኮነን ኣብ ኢድኪ ኮነ ወላ ኣብ ኢዳይ ኮነ ንምንታይ ትፃልኢ ንምንታይ ኣብ ልብኺ ቅንኢ ተሕድሪ ስለዚ እቲ ቅንኢ ኣብቲ ቤተሰብ እሱ እንታይ ይገብር ኣብ ሞንጎ ናይ ቤተሰብ ዘሎ ጋብ ይፈጥር ክሪኦም እንከሎ ሳክሰስ ደቁ ማሻላ ኣብ ጽቡቕ በጺሖምሉ፣ ተማሂሮምሉ፣ ኣብ ዲንን ኣብ ኣዱንያን ንላዕሊ ምስ በጽሑ ክሪኦም ከሎ ያኒ ሂ ዶንት ፊል ኮምፎርተብል በት እትስ እዚ ጌጋ እዩ እቲ ዝህብ ረቢ ስብሓን ወተዓላ ምዃኑ ንርስዕ ኣለና ደሓር ንስኻ ንደቂ ሓውኻ ርኢኻ ዘይተሓጎስካ ብመን ኢኻ እሞ ክትሕጎስ ብደቂ ብደደቂ ብደቂ ሓፍትኺ ደዲዳ ተሓጎስኪ ብመን ኢኺ ደኣሞ ክትሕጎሲ ብወዲ ሓወቦኻ እንተ ደኣ ደይኾራዕኻ ወዲ ሓወቦኻ ኣብ ጽቡቕ በጽሒልካ እንተ ደኣ ደስ ደይበለካ ብመን ደኣ ኢኻሞ ክትሕጎስ ሱብሓነላህ ኣልመፍሩድ ኣነ ወዲ ሓወቦይ ኣብ ጽቡቕ እንተ ደኣ በጺሕለይ ኣይ ሃቭ ቱ ፕራውድ ክኸብር ኣለኒ ከኽብሮ ኣለኒ ክነግሮ ኣለኒ ኣነ ብኣኻ ሕጉስ እየ ኣብዚ ደረጃ እዚ ምብጻሕካ ኣብዚ ሳክሰስ ምዃንካ ኣንቲ ሓፍተይ ኣብዚ ተማሂርኪ ኣብዚ በጺሕኪ ዘለኺ እዚ ቅንኢ እዚ ኣብቲ ፋሚሊ እቲ ጋብ ዝፈጥር ዘሎ ዝዓበየ ሽግር እዚ እዩ። ኣሕዋት ነሕዋት ትሓደ ሰብኣያ ማሽኣላህ ክኮነላ ትሓደ ሰብኣያ ሕማቅ ይከውን ኣብቲ ፋሚሊ እቲ ናታ ፋሚሊ ጽቡቅ ስለ ዝኮኑ ካይንድ ኦፍ ቅንኢ ይመጽእ ምርሕሓቅ ይመጽእ ዘይ ምቅርራብ ይመጽእ ኣብቲ ደቀን ዳሕራይ ከምዚ ከምዚ እዚ ካብ ልብና ክነውጽኦ ንክእል ኣለና እቲ ዝህብን ዝኸልእን ኣላህ ሱብሓነሁ ወተዓላ እዩ። እቲ ዝመርጸልና ኣላህ ሱብሓነሁ ወተዓላ እዩ። ስለዚ እቲ ሓውና ክረክብ ከሎ ጽቡቕ ክንሕጎስ እዩ ዝግብኣና። ክንፈትዎ እዩ ዝግብኣና። ብወዲ ሓወቦኻ ዘይተሓጎስካ፣ ብጓል ሓትነኺ ዘይተሓጎስኪ፣ ብሓፍትኻ እንተ ዘይተሓጎስካ፣ ብሓውኻ እንተ ደኣ ዘይተሓጎስካ፣ ብሓወቦኻን በኮኻን፣ ብሓትነኻን ደቂ ሓትነኻን እንተ ደኣ ዘይተሓጎስካ፣ ትርጉም የብሉን በዕሩኽትኻ ክትሕጎስ ወይ ከኣ ንሶም ክንእዱኻ ወይ ካልኦት ንዓኻ እስኻ ከምዚ ኢኻ ኢሎም ክንእዱኻ ወይ ከምዚ ክብሉኻ ስለዚ እቲ ፋሚሊ ናትና እቲ ኣብ መንጎና ዘሎ እቲ ጽቡቕ ክረክብ ከሎ ሰብ እንታይ ክንገብር ክንክእል ኣለና ክንፋተው ክንሕጎስ ኣብዚ ደረጃ ብምብጽሖም ኢልና more ረቢ ክህቦም ሱብሓነላህ እንታይ ድዩ እቲ ዱዓ ዛህር ልቀይብ ዝበልዎ ነቢ ዓለይሂ ሰላቱ ወሰላም እንታይ እቲ መለክ ኣሎ ያ ኣላህ ኣንታ መሓመድ ሓወይሲ ከምዚ ደረጃ እዚ በጺሑ ኣሎ ያ ኣላህ ወስኮ እቲ መላኢካ ጠጠው ኢሉ ኣሎ ንዓኻም ምስሉ ዛሊክ እዚኣ ኣባይ ንረስዓ ያ ጀማዓ ያ ረቢ ወስኮ ያረቢ ሞር ሐጉሳ ነዛ ሓፍታይ ኣብ ሓዳራ በሊ እስከኒ ረቢ ንዓኺ ከሐጉሰኪ እዩ ኣንታ እዚኣ ሓትነይ ማሻኣላ በፂሓቶ ዘላ ሞር ረቢ ከምዚ ግበራ ኣላህ ስብሓን ወተዓላ ከሐጉሰኪ እዩ ስለዚ እቲ ፅልኢ ዘለና ወይ እቲ ቅንኣት ዘለና ቅንኣት እሱ እዩ ወናዑዙ ቢላ እቲ ዓመል ሸይጣን እዩ ካብ ሰይድና ኣደም ቀኒኡ ከመይ ገይሩ ይሰግደሉ ኣነ ይበልፅ ካብኡ ወሊዛሊክ ሰበብ መጺኡ ቅትለት ናይ መጀመርያ ወዲ ሰብ ክጅመር እንከሎ እሱ እዩ ቅንኢ እዩ ከመይ ጌራ እዚኣ ንዓይ ትግብኣኒ ሰበይተይ ምስኡ ዝተወለደት ነቲ ሓዉ ክገበኦ እንከላ ቀኒኡ ዝተመጸ ናይ ቅትለት መጀመርያ ዘንቢ እዩ ስለዚ እቲ ቅንኢ ኣብቲ ቤተሰብ እንታይ ክንገብሮ ኣለና ኣቮይድ ክንገብሮ ኣለና እቲ ረቢ እዩ ዝህብ እዚኣ መጀመርያ ኣብ ልብና ረቢ እዩ ዝህብ እቲ እንታይ ኣራዳድኣ ኣለና እቲ ኣርዛቅ እቲ ኣርዛቅ ገንዘብ ጥራሕ ኣይኮነን ያ ጀማ ርዝቅ ኣላ ስብሓን ወተዓላ ክህብ ከሎ ንገሊኡ ጥዕንኡ እዚ ምን ድምን ኣርዛቅ ገሊኡ ትምህርቲ ዕልሚ እዚ ምን ድምን ኣርዛቅ እቲ ሓደ ጽቡቅ ጠባይ እዚ ምን ድምን ኣርዛቅ እቲ ሓደ ገንዘብ በት ንሕና ንፈልጣት እያ ርዝቅ ኣብ ገንዘብ ጥራሕ ኣላ ርዝቅ እዚ ዓቢ እዩ ስለዚ ረቢ እዩ ዝህብ ብዙሓት ደቂ ጌሩላ ረቢ እዩ ሂብዋ። ንስኺ ውላድ የብልክን ረቢ እንሻኣላህ ረቢ ክበኪ እንተዘይብልኪ ከ ሰብሪ ግበሪ ኣላህ ስብሓን ወተዓላ ሓደ ሓደ ኣለው ቆልዑት እንተ መፅኦም ሙምኪን የሸግሩኹ ኹኑ ሙምኪን ከጉዩኺ ኮይኖም ኣላህ ስብሓን ወተዓላ መሪፅልኪ ዝበለፀ ስለዚ ኣልሓምዱሊላህ ኢልኪ ነቲ ኣሕዋትኪ ሂብኩ ዘሎ ደቆም ኣብ ደረጃ በፂሖም ዘለው ብእንታይ ያኒ ረቢ ወሃቢ ምዃኑ ፈቲኺ ካብዚ ሽግራት እዚ ካብዚ ቅንኢ ዝበሃል ኣብ ፋሚሊ ዘሎ ኣብ ሽግራትን ኣብ ምቁርራጽን ኣብ ዘይተደለየ ነገር ዘእቱ ሓደ ካብቲ ዝዓበየ ሕማም እዩ ስለዚ ኣብቲ ፋሚሊታት እቲ ቅንኢ እዚ ክንሰብሮ ክንክእል ኣለና እቲ ዝህብ ረቢ እዩ ፒሬድ ተወዲኣ ሓደ ሰብ እንታይ ያኒ ሓላፍነት የብሉን ክቅይር ንሓደ ክህብ ንሓደ ክውስኽ ንሓደ ክምህር ንሓደ ከብል ወይ ንሓደ ጥዑይ ሰብኣይ ክህባ ወሓንቲ ሰበይቲ ሕማቅ ክህባ ላ ኣላህ ስብሓን ወተዓላ ኩሉ ዝዕድል ንሱ እዩ ኢልና እንተ ኣሚንና በቲ ፋሚሊና ዝረኸብዎ ደረጃ ዝበጽሕዎ ኣብ ኣዱንያ ይኹን ኣብ ትምህርቲ ይኹን ኣብ ውላድ ይኹን እንተድኣ ንሕና ፈቲናሎም ተሓጒስናሎም ኣላህ ሱብሓነሁ ወተዓላ እንታይ እዩ ካብኡ ንላዕሊ ኣላህ ሱብሓነሁ ወተዓላ ክህበና ምዃኑ እዚ ዲንና ይምህረና ዲንና ፍቕሪ ክንገብር ሕውነት ክኸውን ኣብቲ ኣብ ሞንጎና ነቢ ዓለይሂ ሰላቱ ወሰላም እዚ ኹሉ ሓዲስ እዚ ንቐርኦ ዘለና ዘርእየና እዩ ስለዚ ኣብ ኣዱንያን ኣብ ኣኼራን ምእንቲ እትዮም ኣሕዋት ኮይንና ኣብዚ ዱንያ እዚ ተፋቂርና ኣብ ኣኼራን ብሓደ ክንሓልፍ ስለዚ ቅርሕንቲ ዝብሃል ቅንኢ ዝብሃል ኣወጊድና ካብ ሂወትና ኣብ ክንድኡ እንታይ ምኻን ዘይበጽሓና ክንበጽሕ እቲ ዘይ እቲ ዝጎድኣና ከማ ቃለ ነቢ ዓለይሂ ሰላቱ ወሰላም ፊ ሓዲስ ኣኸር ኢልዎም መጺኡ ሰሓቢ ያ ረሱለላህ ለይ ቀራባ ዘመድ ኣለውኒ ኢልዎም ኣሲልኹም የቅጠዑነኒ ኣነ ይበፅሖም ንሶም ግን ኣይበፅሑንን እዮም ኣዕምል ማዕሩፈን ወየጅሀሉነኒ ፅቡቅ ስራሕ ይሰርሓሎም ንሳቶም ግን ወልሓንቲ ይገብሩለይን እዮም ኣሕስኑ ኢለይህም ወየስኡኡ ኢለይ ኣነ ፅቡቅ ይገብረሎም ንሶም ከዓ ይጎድኡኒ ነቢ ዓለይሂ ሰላቱ ወሰላም እንተ ከምዚ ትብሎ ዘለካ ናይ ብሓቂ ኾንካ ንሳቶም ቆሪጾሙ ከኣ ንስኻ ትበጽሖም። ንሳቶም ይጎድኡኻ ንስኻ ትጠቅሞም። ንስኻ ጽቡቅ ትገብረሎም ንሶም ሕማቅ ይገብሩልካ እንተደኣ ኮይኖም ልክዕ ከም ምንታይ ትህቦም ዘለኻ ወይ ተኾልሶም ዘለኻ ከምዚ ሓኾምሽቲ ወይ ከኣ ከምዚ ረመጽ ያኒ ከቢድ ያኒ ከቢድ ጉዳይ ከምዚ ረመጽ ሓዊ ኣይ ነው ኣብ ኣብ ኣብ ኣብ ኣብ ሓዊ ዘሎ ንሱ ምኹላስ እንታይ እዩ እቲ ዝዓ ሕማቅ ዓቢ ግዳይ ስለዚ ሰባት ጽቡቅ እዩ ቀጽሎ ማለቶም ነቢ ሰለላሁ ዐለይሂ ወሰለም ሰባት እንተድኣ ቆሪጾምና ንሕና ክንበጽሖም እንከለና ሰባት ዘመድና እንተድኣ ሕማቅ ጌሮምና ንሕና ጽቡቅ ክንገብረሎም እንከለና ሰባት ብዛዕባና ኣይሓተቱን ንሕና ክንሓትት ከለና ንስኻ ኢኻ ናይ ብሓቂ እንታይ ትብሃል ኣልዋስል ትብሃል ናይ ብሓቂ እቲ ዘመድ እንታይ ዝገበረ ዘጠናኸረ ወይ ከኣ ዘትረረ ንስኻ ኢኻ እንሻኣላህ ክቕጸል ዝግብኦ ስራሕ እዩ እቲ ሽግር ዘለና ኣብ መንጎና ሙሳማሓ ጌርና ሰልፉ ክኸውን ኣለዎ ንምንታይ ሰሙናዊ ሰሙናዊ፣ እዚ ሓዲስ እዚ ዓቢ እዩ፣ ሰሙናዊ ኣዕማል ኣብ ሶኒን ሓሙስን ኣብ እንዳ ረቢ ሱብሓነሁ ወተዓላ እንታይ ይኸውን? ይኸይድ። ኩሉ ሰብ ይቕበለሉ ስርሑ፣ ስያሙ፣ ሰደቐኡ ኩሉ ብጀካ ንኽልተ ሰባት። እዚኦም እንታይ እዮም? ባእሲ ዘለዎም። ስለዚ ያ ጀማዓ ባእሲ ካብ ሓንጎልና ካብዚ ልብና እዚ ነውጻዮ ቅንኢ ካብዚ ልብና እዚ ነውጻዮ ስፔሻሊ ኣብቲ ናትና ብላድ ሪለሽንሽፕ ዘሎ እቲኦም ዘይንባጻጻሕ ዝነበርና እቲኦም ሰላም ዘይንበሃል ዝነበርና ደቂ ሓወቦ ደቂ ሓትነ ኣሕዋት እዚ ክንዕርዮ ይግባኣና መሰደን መሶበን እዚ ካልእ ጉዳይ እዩ። እዚ ኼር ዘይብሉ ሰብ ላዝም ከይዱ ኣብ እግሮም ተምበርኪኹ በኽዩ እስቲቕፋር ገይሩ ካብኦም እንታይ ሙሳምሓ ጠሊቡ ፈውረን እዚ ግዜ ዘየድልዮ ነገር ዘየጸቢ ጉዳይ እዩ። ኣማ እቲኦም ፋሚሊ ዘለና እንሻኣላህ በዝን ከምዚ ዝኣመሰለን ጌርና እቲ ዝረኣናዮ ብቴሌፉን ይኹን በዚ ዋትስኣባት ይኹን ብሰልዲ ዘድልዮ ይኩን ብኩሉ ነገር እቲ ፋሚሊ እንታይ ሓይ ክከውን እንሻኣላህ እንዳተመነኩ ኣስኣል ኣላህ ሱብሓነሁ ወተዓላ ኣብቲ ፋሚሊ ዘለና ረቢ ኣሕዋት እቶም ሕማቅ ዝገብሩና ናብ ልቦም ተመሊሶም እቲ ፍቅሪ ከምዝነበሮ ክዕምብብ ሕውነት ክስዕር

ምኽንያት ሰበብ ስለዝኾነ ሸለል ክንብሎ የብልናን ማህማ ካን እዚ ከምዚ ጌርካ እዚ ከምዚ ቢልካ እዚ ከምዚ ኮይኑ እዚ ከምዚ ፈጢሩ ወላ እንተተባህለ ወላ እንተበሉኻ ወላ እንተገበረካ ካብኡ ዝዓቢ ዘድልየና ንዓና ኣብዚ ዱንያ እዚ በረካ ዘለዎ ዕምሪ ክህልወካ በረካ ዘለዎ ናብራ ክህልወካ ኣብ ዮመል ቂያማ ከኣ ብሰላም ጀና ክትኣቱ